ሻዱሻይ ጥሙር ፌስቲቫል ላዕለዎት ትካላት ትምህርቲ ኤርትራ ብ ዕስራን ሽዱሽተን መጋቢት ኣብ ኮሌጅ ስነ ፍልጠት ጥዕና ኣስመራ ተኸፊቱ ኣሎ። ነቲ መኽፈቲ ዝተኸታተለ ሃብቶም ፍረዝግን ዘዳለዎ ጸብጻብ ያሲን ሳልሕ ከቕርቦ እዩ።
ሻድሻይ ጥሙር ፈስቲቫል ላዕለዎት ትካላት ትምህርቲ ኤርትራ፣ ንቕሓት ጽኑዕ ሰረት ንውሑስ ዕብየት ኣብ ትሕቲ ዝብል ቴማ ብ ዕስራን ሽዱሽተን መጋቢት ብወግዒ ኣብ ኮሌጅ ስነ ፍልጠት ጥዕና ኣስመራ ተኸፊቱ። እቲ መደብ፣ ተማሃሮ ናይ ኩለን ላዕለዎት ትካላት ትምህርቲ ሃገርናን ቤት ትምህርቲ ንግዲ ኣስመራን ንጥቕሚ ትምህርቲ ዝጉስጉስን ዘንጸባርቕን ጭርሖታት ሒዞም ካብ ሜዳ ባሕቲ መስከረም ክሳብ ቀጽሪ ዩኒቨርሲቲ ኣስመራ ብዘካየድዎ ሰልፊ ተጀሚሩ። ኣብቲ ላዕለዎት ሰበስልጣን መንግስትን ግንባርን፣ ሓለፍቲ ሃገራውያን ማሕበራትን ሃገራዊ ኮሚሽን ላዕለዋይ ትምህርትን፣ ከምኡ'ውን ብኣሽሓት ዝቑጸሩ ተመሃሮ ዝተረኽብሉ ጽንብል ወግዓዊ መኽፈቲ፣ ዲን ኮለጅ ስነ-ፍልጠት ጥዕና ኣስመራ ፕሮፌሰር ብርሃነ ግርማይ ኣብ ዘስመዖ ቃል፣ ቀንዲ ዕላማ ናይቲ ፈስቲቫል፣ ተመሃሮ ውህደቶም ዘሐየሉሉን ተመክሮ ዝለዋወጡሉን ባይታ ንምጥጣሕ ምዃኑ ብምምልካት፣ ናብ ላዕለዎት ትካላት ትምህርቲ ዝጽንበሩ መንእሰያት ንዝዓጠቕዎ ፍልጠት ብኸመይ ከም ዝጥቀምሉ ዝውስን ደረጃ ንቕሓቶም ምዃኑ ኣገንዚቡ። ሓላፊት ሃማማተኤ ዞባ ሳዋን ላዕለዎት ትካላት ትምህርትን መንእሰይ ሞንሱራ እስማዒል ብግደኣ፣ ማሕበር ካብ ዘካየዶም ዝያዳ ጸለውቲ መደባት ቅነ መንእሰያትን፣ ፈስቲቫል መንእሰያትን ከምዝኾነ ጠቒሳ፣ እዚ ኣብ ኮሌጅ ስነ ፍልጠት ጥዕና ኣስመራ ተኸፊቱ ዘሎ ጥሙር ፈስቲቫል፣ መዛዘሚ ናይቲ ኩለን ላዕለዎት ትካላት ትምህርቲ ሃገርና ካብ ወርሒ ታሕሳስ ክልተ ሽሕን ዓሰርተ ኣርባዕተን ኣትሒዘን ኣብ ውሽጠን ከካይድኦ ዝጸንሓ መደባት ከምዝኾነ ኣነጺራ። ጥሙር ፈስቲቫል ላዕለዎት ትካላት ትምህርቲ ኤርትራ፣ ዝተፈላለዩ ያታውን ዘመናውን ስፖርታዊ ውድድራት፣ ስነ ጥበባዊ መሳነውድኦታት፣ ስእላዊ ምርኢት፣ ትምህርታውን ፍልጠት ጠቀስን ውድድራት፣ ሰሚናራትን ካልኦት መሃርትን ኣዘናጋዕትን መደባትን ሓቚፉ ክሳብ ዕስራን ትሽዓተን መጋቢት ኣብ ቀጽሪ ዩኒቨርሲቲ ኣስመራ ከምዝቕጽል ካብ ሃማማትኤ ዞባ ሳዋን ላዕለዎት ትካላት ትምህርትን ዝተረኽበ ሓበሬታ ኣመልኪቱ።
ሃገራዊ ኮሚሽን ላዕለዋይ ትምህርቲ ኤርትራ፣ ኣብ ዝተፈላለያ ሃገራት ካብ ዝርከቡ ግዱሳት ዜጋታት ክልተ ሚእትን ሓምሳን ኤሌክትሪክኒካዊ መንበብቲ ብሓገዝ ተበርኪትሉ። ብ ዕስራን ሸውዓተን መጋቢት ኣብ ቀጽሪ ዩኒቨርሲቲ ኣስመራ ኣብ ዝተኻየደ ናይ ምርኽኻብ ስነ-ስርዓት፣ ፈጻሚ ዳይረክተር ሃገራዊ ኮሚሽን ላዕለዋይ ትምህርቲ ፕሮፌሰር ታደሰ መሓሪ ኣብ ዘስምዖ ቃል፣ እቶም ግዱሳት ዜጋታት ንሳልሳይ ግዜ ተመሳሳሊ ሓገዝ የበርክቱ ከምዘለዉ ጠቒሱ፣ ንኩለን ላዕለዎት ትካላት ትምህርቲ ከም ዝዕደልን ፅቡቕ ኣስተዋፅኦ ይገብር ከም ዘሎን ብምሕባር ነቲ ሓገዝ ክውን ንዝገበሩ ዜጋታት ኣመስጊኑ። እቲ ሓገዝ ካባና ናባና እዩ ዝበሉ ንብፆቶም ወኪሎም ነቲ ሓገዝ ዘረከቡ ብወገኖም ዕላማቲ ዝገብርዎ ዘለዉ ኣበርክቶ ፅላት ትምህርቲ ሃገርና ንምድንፋዕን ንዝካየድ ዘሎ ገዚፍ ወፍሪ ንምድጋፍን ምዃኑ ብምሕባር ነቲ ኤሌትሪኒካዊ መንበብቲ ኣብ ወፃኢ ዝርከቡ ግዱሳት ዜጋታት ዝተፈላለየ ስፖርታዊ መደባት ሙዚቃዊ ምርኢትን ካልእ መሰናድኦታትን እናወደቡ ብዝረኸብዎ ኣታዊታት ከምዝዓደግዎ ኣብሪሆም። ወኪል ናይታ ኣብ ምእካብ ንተመሳሳሊ ዕላማ ዝውዕል ንዋት እትነጥፍ ኣብ ዓዲ እንግሊዝ እትርከብ ማሕበር ሮራ ኣቶ ምሕረተኣብ መድሃኔ ብወገኑ ኤሌክትሮኒካዊ መንበብቲ ኣብ ምዕባለ ትምህርትን ተምሃሮን ዓብዪ ደገፍ ከምዘለዎ ብምግላፅ ተጠቀምቲ ፍልጠቶም ከስፍሑን ብግቡእ ክጥቀሙሉን ተላብዩ። ኣብ መወዳእታ ፈፃሚ ዳይሬክተር ሃገራዊ ኮሚሽን ላዕለዋይ ትምህርቲ ኤርትራ ፕሮፌሰር ታደሰ መሓሪ ነቶም ወከልቲ ስለቲ ኣበርክቶ ወረቕት ምስክር ሂብዎም።
ክለባት መጽሓፍ ኣብ ደገ ብሩህ መጻኢ ብትሕቲ ዝብል ቴማ ካብ ዕስራ ክሳብ ዕስራን ትሽዓተ መጋቢት ኣብ ቀጽሪ ኤክስፖ ቀሪቡ ዘሎ ምርኢት መጽሓፍቲ ንምውራስ ተመክሮ ደረስትን ስነ ጥበባውያንን ከምኡ'ውን መጻኢ ኣካዳሚያዊ ምዕባለ ባይታ ዘጣጥሕ ኮይኑ ከምዝረኸብዎ ተዓዘብቲ ገሊጾም። ንጨንፈር ሚኒስትሪ ትምህርቲ ዞባ ማእከል ወኪሉ ምውህሃድ ምርኢት መጽሓፍቲ ዝነጥፍ ዘሎ መምህር ወልዱ ኣሚነ ንኤሪና ኣብ ዝሃብዎ ሓበሬታ፣ መዓልታዊ ብዝተፈላለዩ ደረስቲ ብክልተ እብረ ምውርራስ ተመክሮ ከምዝካየድ ዛጊድ ድማ ኣስታት ዓሰርተ ሽሕ ተመሃሮ ካልኣይ ደረጃ ተኻፈልቲ ከምዝኾኑ ብምምልካት ተመሃሮ ንዝተወሃቦም ኣስተምህሮ ድሕሪ ምስማዕ ንዝያዳ ብቐዓት ሃናጺ ርእይቶታቶም የቕርቡ ምህላዎም ኣብሪሁ። ኤርትራ በዓልቲ ረዚን ታሪኽን ዝወራረስ ቅያን ጅግንነትን እያ ዝበሉ ተማሃሮ ብወገኖም ኣብቲ ዓመት መጸ ዝካየድ ምርኢት መጽሓፍቲ ኣብ ትምህርቶም ሓገዝቲ ዝኾኑ መጽሓፍቲ ብጎደሎ ዋጋ ይረኽቡ ከምዘለዉ ብምግላጽ ብደረስትን ስነ-ጥበባውያንን ዘቕርብ ዘሎ መደባት ምውርራስ ተመክሮ ኣገዳስነቱ ልዑል ስለዝኾነ ብዝሓየለ ክድፋኣሉ ዘኻኺሮም። መምህራን ሮቤል ጸሃየን እስቲፋኖስ ክብረኣብን ኣብ ዝሃብዎ ርእይቶ ምርኢት መጽሓፍቲ ኣካል ዓመታዊ ውጥን ኣካዳሚያዊ ትምህርቲ ምዃኑ ብምሕባር ንመበል ዓሰርተ ኣርባዕተ ግዜኡ ዝካየድ ዘሎ ምርኢት መጽሓፍቲ ብሃንቀውታ ክጽበይዎ ከም ዝጸንሑ ጠቒሶም፣ ተመሃሮ ምሕያል ትምህርቶምን ምስፋሕ ፍልጠቶምን ዝሕግዞ መጽሓፍቲ ኣብ ምልላይ ሓያላትን መስተውዓልትን ክኾኑ ስሚሮምሉ። ብ ዕስራ መጋቢት ዝተኸፍተ መበል ዓሰርተ ኣርባዕተ ምርኢት መጽሓፍቲ ኤርትራ ዛጊት ልዕሊ ሰላሳ ሽሕ በጻሕቲ ከም እተዓዘብዎ ካብ ኮሚቴ ናይቲ ምርኢት ዝተረኽበ ሓበሬታ የመልክት።
ኣብ ንኡስ ዞባ መንሱራ ምምሕዳራት ከባቢ ዱሎክ፣ ዓዲ ኩከይ፣ መንታይ፣ ሕርኮክ፣ መጋውዳ፣ ገርገር፣ ኮሬትን ትንሽኣይን ምርጫ ኣመሓደርቲ ከባቢ ኣካየድቲ ስራሕን ኣነባበርቲ ዓድን ተኻይዱ። ኣብቲ ስነ ስርዓት ኣመሓዳሪ ንኡስ ዞባ መንሱራ ኣቶ ሸክዲን ሳልሕ ኣብ ዘመሓላለፎ መልእኽቲ፣ እቲ ዕላማ ህዝቢ ባዕሉ ብዝመረፆም ኣመሓደርቲ ብቑዕ፣ ፅፉፍን ርትዓውን ምምሕዳራዊ ኣገልግሎት ክረክብ ምዃኑ ጠቒሱ፣ ህዝቢ ብንቕሓት ክዋሳእ፣ ዝተመርፁ ድማ ብትግሃትን ተወፋይነትን ክሰርሑ ኣዘኻኺሮም። እቶም ዝተመርፁ ኣመሓደርትን ኣካየድቲ ስራሕን ብወገኖም፣ ህዝቢ ዘሰከሞም ሓላፍነት ተገንዚቦም መደባት ስራሕ ንምዕዋትን ብቑዕ ምምሕዳራዊ ኣገልግሎት ንምርግጋፅን ብትግሃት ክሰርሑ ምዃኖም ብምንፃር ህዝቢ ከምቲ ኣሚኑ ዝመረጾም ኣብ ስርሖም ዘድሊ ምትሕጋዝ ክገብረሎም፣ ምምሕዳር ድማ ዓቕሞም ንምሕያል ኣድላዪ ስልጠናታት ክህቦም ተላብዮም።
ኣብ ከተማ ኣስመራ ካብ ዕስራን ሰለስተን ክሳብ ዕስራን ሓሙሽተን መጋቢት ኣብ ኣተኣላልያ ናይ ኣእምሮ ዝሕታለ ዘለዎም ዜጋታት ዘተኮረ ኣስተምህሮ ተዋሂቡ። ነቲ ኣስተምህሮ ዝሃበ ጀርመናዊ ክኢላ ምእላይ ህጻናት ዶክተር ቶማስ ዲርክሰን፣ ዝሕታለ ኣእምሮ ህጻናት ብዝተፈላለየ ጠንቅታት ዝስዕብ ምዃኑ፣ ብዝካየድ ናብዮትን ኣተኣላልያን ድማ ግዳያት ዘተባብዕ ምምሕያሽ ከም ዘርእዩ ጠቒሱ፣ ወለዲ ኣብ ደቆም ንዝመጽእ ለውጥታት ብምዕዛብ ንዝሓሸ ምዕባሌኦም ክጽዕሩን ምስ ማሕበር ኦቲዝምን ዳውን ሲንድሮምን ክተሓጋገዙን ኣዘኻኺሩ። ተሳተፍቲ ዝሃብዎ ርእይቶ፣ ዕላማ እቲ ኣስተምህሮ ንግዳያት እቲ ሕማም ግቡእ ኣተኣላልያ ብምግባር ነብሶም ክኢሎም ህይወቶም ዝመርሕሉ ባይታ ንምፍጣር ዝሕግዝ ምዃኑ ብምብራህ ሕብረተሰብ ብሓፈሻ ኣዴታት ድማ ብፍላይ ጸገሞም ብምልላይ ግቡእ ናብዮት ክገብራሎምን ኣብ ምዕባሌኦም ዝመጽእ ለውጢ ከስተብህላን ክከታተላን ተላብዮም ኣብ ኣተኣላልያ ግዳያት ዝሕግዝ ኣፍልጦ ከምዝቐሰሙ እዚ ድማ እተን ተኸፊተን ዘለዋ ኣብያተ ትምህርቲ ዝያዳ ክሕይላ ዝሕግዝ ምዃኑ ዝሓበሩ እቶም ወሃብቲ ርእይቶ ዝምልከተን ሚኒስትሪታት ማሕበራትን ካልኦት ኣካላት መንግስትን ኣበርክቶኣን ከዕዝዛ ብምዝኽኻር ብወገኖም ንብሩህ መጻኢ ናይዞም ህጻናት እጃሞም ክዕዙ ምዃኖም ኣረጋጊጾም። ኣቦ ወንበር ሃገራዊ ማሕበር ኦቲዝምን ዳውን ሲንድሮምን ኤርትራ ኣቶ ብርሃነ ቦኽረጼን ኣብ ዝሃቦ ሓበሬታ ንምዕባለ ናይቶም ዝሕታለ ኣእምሮ ዘለዎም ህጻናት ምስ መሻርኽቲ ብምውሃድ ዝግበር ጥዕናውን ማሕበራውን ኣተኣላልያ ዘተባብዕ ውጽኢት ይርከቦ ከምዘሎ ብምጥቃስ ቀጻልነቱ ንምርግጋጽን ናብ ዝበረኸ ንምምዕራጉን ጻዕሪ ይካየድ ከምዘሎ ኣረዲኡ።
ኣብ ኣስመዳ ንኡስ ዞባ ኣስማጥ ዝተኸፍተት ቤት ንባብ ጊዜኦም ኣብ ምኽዕባት ፍልጠቶም ንኸዕብሉን ንቕሓቶም ክብ ኣብ ምባል ዓብዪ ኣበርክቶ ትገብር ከም ዘላ መንሰያት ተምሃሮ ገሊፆም። ንሳቶም ኣብ ዝሃብዎ ሓበሬታ ቅድሚ ሕጂ ብዘይካ እታ ኣብ ቤት ትምህርቶም እትርከብ ቤት ንባብ ካልእ ከም ዘይነበረቶም ከም ሳዕቤኑ ድማ መንእሰያት ጊዜኦም ንምዕባሌኦምን መፃኢኦምን ኣብ ዘይሕግዝ ቦታታት ከሕልፍዎ ምፅንሖም ብምጥቃስ ኣብዚ እዋን እዚ ብሃገራዊ ማሕበር መንእሰያትን ተምሃሮን ኤርትራ ዝተኸፍተት ቤት ንባብ ዓቕምታቶም ከዕብዩን ከማዕብሉን ሓገዝ ኮይናቶም ከምዘላ ሓቢሮም። ንባብ ቀዳማይ ምንጪ ፍልጠት ምዃኑ ዝጠቐሱ መምሃራን ብወገኖም፣ እታ ቤት ንባብ ተመሃሮ ኣብ ንኡስ ዕድሚኦም ናይ ንባብ ባህሊ ንኸስርጹ ባይታ ኣጣጢሓ ከምዘላ ብምጥቃስ፣ ንዝያዳ ተወዳዳርነት ብግቡእ ክጥቀሙላ ኣዘኻኺሮም። ቅድሚ ሕጂ ንውሱን ሰዓታት ኣብ ቤት ንምህርቶም ኣገልግሎት ቤት ንባብ ይረኽቡ እኳ እንተነበሩ፣ ተወሳኺ ፍልጠት ዝቐስምሉ ካልእ ምንጪ ከም ዘይነበረ ዝዘከሩ ተማሃሮ ድማ፣ እዛ ኣብ ውሽጢ ክለብ ሃገራዊ ማሕበር መንእሰያት ተማሃሮን ኤርትራ ተኸፊታ ዘላ ቤት ንባብ፣ ካብ ሰዓታት ትምህርቲ ወጻኢ ኣብ ዝደለይዎ ግዜ ክጥቀሙላ ስለ ዝኽእሉ ብልጫታት ከም ዘለዋ ብምሕባር፣ ሴደታት ንኽማላእን ዘመናዊ መጽሓፍቲ ክዓጥቃን ተላብዮም። ሓላፊ ሃማማተኣ ኣብ ንኡስ ዞባ ኣስማጥ መንእሰይ ኢብራሂም መሓመድ ኣደም ድማ፣ መንእሰያት ግዜኦም ኣብ ንባብ ከሕልፉዎን ፍልጠቶም ከዛይዱን ካብ ዝዓበዩ ዕላማታት ማሕበር ምዃኑ ጠቒሱ፣ ክሎም ፈተውቲ ንባብ ብሓፈሻ መንእሰያት ከኣ ብፍላይ ግዜኦም ወዲቦም ፍልጠቶም ከዕብዩ ብምልባው ምምላእ ጠለባት እታ ቤት ትምህርቲ ንባብ ቆላሕታ ተዋሂቡዎ ከም ዘሎ ሓቢሩ።
ትማል ካልኣይ መድረኹ ኣብ ዘሰላሰል ኣህጉራዊ ውድድር ዙርዲ ኮንስታንቲን፣ ኣባል ሃገራዊት ጋንታ ኤርትራ ተቐዳዳማይ ኣማኑኤል ገብረዝጋብሄር ብግዜ ይመርሕ ከምዘሎ ኣብ ውድድራት ቅድድም ብሽክሌታን ውጽኢቱን ዘተኮራ ማዕከናት ዜና ገሊጸን። ብመሰረተ ማዕከናት ዜና፣ ተቐዳዳማይ ኣማኑኤል ገብረዝጋብሄር ኣብ ቀዳማይ መድረኽ ናይዚ ማሕበር ቅድድም ብሽክሌታ ዓለም ናይ ክልተ ነጥቢ ክልተ ደረጃ ዘለዎ ውድድር ካልኣይ፣ ሚእትን ሰላሳን ኣርባዕተን ኪሎሜተር ኣብ ዝሸፈነ ካልኣይ መድረኽ ድማ ሻብዓይ ብምውጽኡ ነቲ ብቐረባ ዝስዕቦ ዘሎ ኣልጀርያዊ ዓብደልማሊክ መደኒ ብኣርብዓን ሸሞንተን ካልኢት ይመርሖ ኣሎ። ብዘይካ'ዚ ንውድድር ብሉጽ መንእሰይ ተቐዳዳማይ ኣማኑኤል ገብረዝጋብሄር ክመርሖ እንከሎ፣ ካልእ ኣባል ሃገራዊት ጋንታ ኤርትራ መሓሪ ተስፋጼን ድማ ሻድሻይ ደረጃ ሒዙ ምህላዉ፣ ኣብ ውድድር ኣንበሳ ዓቐብ ድማ ተቐዳዳማይ መሓሪ ተስፋጼን ቀዳማይ፣ ኣማኑኤል ገብረዝጋብሄር ድማ ሳልሳይ ተርታ ብምሓዝ ይቕልስዎ ኣሎ። በዚ ውጽኢት'ዚ ኣብ ዙር ኣልጀርያ ክልተ ሽሕን ዓሰርተ ሓሙሽተን ትሳተፍ ዘላ ሃገራዊት ጋንታ ቅድድም ብሽክሌታ ኤርትራ ዛጊት ሰላሲሉ ብዘሎ መድረኻት ኣህጉራዊ ውድድር ዙር ዲ ኮንስታንቲን ሳልሳይ ደረጃ ሒዛ ኣላ።